መልእኽቲ ጳውሎስ ናብ ሰብ ገላትያ ራብዓይ ምዕራፍ ኣነ ግና እብል ኣለኹ ወራሲ ብዘመን ቁልዕነቱ ከሎ ጎይታ ኩሉ ክነሱ ክሳዕ እታ ኣቦኡ ዝመደበሉ ግዜ ትሕቲ ሰብ ሕድርን መገብትን እዩ እምበር ንሱን ባርያን በበይኑ የብሎምን። ከምኡ እውን ንሕና ቆልዑ ከለና ኣብ ትሕቲ ምህሮ ቁልዕነት ዓለም ባሮት ኮይንና ነበርና። ምልኣት ዘመን ምስ መጸ ግና ነቶም ትሕቲ ሕጊ ዘለዉ ተሻይጡ ምእንቲ ከውጽኦም ንሕና እውን ውልድነት ምእንቲ ክንረክብሲ ኣምላኽ ነዚ ካብ ሰበይቲ እተወልደ ትሕቲ ሕጊ እውን ዝኾነ ወዱ ለኣኾ። ውሉድ ስለ ዝኾንኩም ከኣ ኣምላኽ ነቲ ኣባ ኣቦ ኢሉ ዝጽውዕ መንፈስ ወዱ ናብ ልብና ለኣኾ። ደጊም ብድሕሪ እዚ ውሉድ እምበር ባርያ ኣይኮንካን፣ ውሉድ ካብ ኮንካ ግና ብክርስቶስ የሱስ ወራሲ ኢኻ። ግናኸ በቲ ግዜ እቲ ንኣምላኽ ከይፈለጥክምዎ ከለኹም ባሮትቶም ካብ ባህሪኦም ኣማልኽቲ ዘይኮኑ ኹንኩም። ሕጂ ደኣ ንኣምላኽ ምስ ፈለጥክሞ ምናዳ እውን ንሱ ምስ ፈለጠኩም ከመይ ኢልኩም ናብቲ ሕማቕን ድኻን ምህሮ ቁልዕነት ከም ብሓድሽ ትምለሱ ኣለኹም። ከም ብሓድሽ እውን ካብ መጀመርታ ሒዝኩም ባሮት ክትኮኑ ትደልዩ ኣለኹም። መዓልትታትን ኣዋርሕን ግዜታትን ዓመታትን ትሕልዉ ኣለኹም። ኣባኻትኩም ምናልባሽ ንኸንቱ ጽዒረ ከይከውን ብዛዕባኹም እፈርህ ኣለኹ። ኣሕዋተየ ከምቲ ኣነ ኸማኻትኩም ዝኾንኩ ንስኻትኩም እውን ከማይ ክትኮኑ እልምነኩም ኣለኹ። ሓንቲ እኳ ኣይገፋዕኩምን። ግናኸ በቲ ቐዳማይ ግዜ ብምኽንያት ድኻም ስጋስ ወንጌል ከም ዝሰበኽኩልኩም ትፈልጡ ኢኹም። ከም መልኣኽ ኣምላኽ ከም ክርስቶስ የሱስ ጌርኩም ተቐበልኩምኒ እምበር፣ ነቲ ኣብ ስጋይ ንፈተና ዝኾነኩም ዝነበረ እኳ ኣይነዓቕኩምዎን ኣይተጸየፍኩምዎን እውን። ዝከኣል እንተ ዝኸውንሲ ኣዒንትኹም ኣውጺእኩም እኳ ምሃብኩምኒ ኔርኩም ኢለ እምስክረልኩም ኣሎኹ። እምበኣርሲ ኣበይ ደኣ ኣሎ ብጽእናኹም? እሞኸ ሓቂ ስለ ዝነገርኩኹምዶ ጸላኢኹም ኮይነኩም እየ? ምእንቲ ኽትቀንእሎም ክኽልክሉኹም ይደልዩ ኣለዉ እምበር፣ ብጽቡቕ ሓሳብ ኣይኰነን ዝቐንኡልኩም ዘለዉ። ግናኸ ምሳኻትኩም ከለኹ ጥራይ ዘይኰነስ፣ ኵሉ ሳዕ ንጽቡቕ ምቕናእ ጽቡቕ እዩ። ደቅየ፣ ክርስቶስ ኣባኻትኩም ክሳዕ ዚሰኣል ከም ብሓድሽ እጽዕረልኩም ኣለኹ። ብኣኻትኩም ዝገብሮ ጠፊኡና ኣሎ እሞ፣ ሕጂ ምሳኻትኩም ክህሉ፣ ድምጸይውን ክልውጥ ምፈተኹ። ኣቱም ትሕቲ ሕጊ ክትኮኑ እትደልዩ፣ ንሕጊዶ ኣይትሰምዕዎን ኢኹም? እስኪ ንገሩኒ። ኣብርሃም ክልተ ወዲ ከም ዝወለደ፣ እቲ ሓደ ካብታ ባርያ፣ እቲ ሓደ ኸኣ ካብታ ጭዋ ጽሑፍ እዩ። ግናኸ ወዲ እታ ባርያ ከም ናይ ስጋ ተወልደ፣ ወዲ እታ ጭዋ ግና ብናይ ተስፋ እዩ እተወልደ። እዝስ ምስሊ እዩ። እዘን ኣንስቲ እዚኣተን ክልተ ኺዳን እየን። እታ ሓንቲ ኺዳን ካብ ደብረ ሲና ንባርነት እትወልድ፣ ንሳ ኣጋር እያ። ኣጋርሲ ኣብ ሃገር ዓረብ ደብረ ሲናይ እያ እሞ ንሳ ነዛ ሎሚ ምስ ደቃ ኣብ ባርነት ዘላ የሩሳሌም ትመስል። እታ ናይ ላዕሊ የሩሳሌም ግና ጭዋ እያ እሞ ንሳ ኣዴና እያ። ኣቲ ዘይወለድኪ ምኻን ተሓጎሲ ካብ ደቂ እታ ሰብኣይ ዘለዋስ ደቂ እታ በይና ዘላ በዚሖም እዮም እሞ ኣቲ ንምውላድ ዘይጸዓርኪ እልል በሊ ጨድሪ እውን ዝብል ጽሑፍ እዩ እሞ ንሕና ኣሕዋተየ ከም ይስኣቅ ደቂ ተስፋ ኢና ግናኸ ከምቲ ሽዑ እቲ ብናይ ስጋ እተወልደ ነቲ ብናይ መንፈስ እተወልደ ዝሰጎጎ ሕጂ እውን ከምኡ እዩ እቲ ጽሑፍ ከ እንታይ ይብል ወዲ እታ ባርያ ምስ ወዲ እታ ጭዋ ኣይወርስን እዪ እሞ ነታ ባርያ ምስ ወዳ ስደዳ ስለዚ ኣሕዋተየ ደቂ እታ ጭዋ እምበር ደቂ እታ ባርያስ ኣይኮናን።